ሰላም ሰላም ኩቡራት ተኻታተልቲ መርከሾ ሎማዓንቲ ኣብ ጎደናታት እናተዛወርና ዝተፋላለዩ መዛናግዒ ሕቶታት ሒዝናልኩም ቀሪብና ኣለና ሰናይ ምክትታል። ብመጀመርያ ሽምኪ? ሽመይ ለተብርሃን ተወልደ ይበሃል። ኣልጋነሽ ማንጮ ይበሃል። ሮዛ እሺ ሮዛ።
ለምለም
ተወልደ ይበሃል። እትፈትውዮን እትፀልእዮን ሽም? እዋይ ኣነ ዝሮዝሮ ዝፈትዎ ኩሎም መፀውዒ ስለዝኾነ ስታይ እየ ክፀሉ። እሺ እትፀልእዮ ሽም የብልክን ምንም ነገር? እዋይ እንድዒ ኣነ ብናይ ባዕለይ እዚ ክብሎ ኣይክእልን ኩሉ ንግልፂ መበሊ እዩ ምሽ? እሞ ብእኡ ስለ ዝሓስብስ መን እዩ መን እዩ ዝጸልኦ መን እዩ ዝፈትዎ ኢለ ኣይምኽርን። ብቲ ናይ ዘመናውነት ዝኒሀ ብጣዕሚ ደስ እዩ ዝለኒ ግን ካብቲ ዝጸንሐ እውን በቃ ትርጉሙስ ናብ ሓደ እዩ ክትርጎም ዝኽእል ኢለ እየ ዝወስዶ። እወ ሕዚ ትፈትውዮ ሽመል ዶ ሓቀይ?
ዝፈትዎ ሄለን መብዛሕትኡ እኳ ሰብ ክጥይቐኒ ከሎ ብሄለን እየ ዘፋልጣ ነንባዕለይ።
እሺ ጸልየ ውን እለይ ማለት እዩ። እወ ዝውጽእ እዋይ ድሮ ብዙሕ ካብ ውሽጢስ ደንታ ዘይህበሉ ስማትም ኣለው። እወ ንሱ ንኣብነት እስኪ ንገርና ሓንቲ። እዋይ እንታይ እሞ ብቲ ናይ ቆረብት ለተ ክርስቶስ ለተ ሃገረ ምለ ዝበሃል ደስ ኣይለኒ ከምኡ ዝበሃል ኣኸ ይቕየማ ንብሎ ችግር የብለይ ይቕየማ ከይትቕየማ እያ ክንኩለኒ ንገርለይ።
ኣነ ዝጸልኦ ሽማኔ በቃ ፍልይ ዝበለ ክምሸለከይ ሲል ናይ ናይ ደገ ምናምን ዝመፅእ ሹም ሸለኪ ንኣብነት በቃ ከምዚ ክሪስታኖ ምናምን ምሽ ዝበሃል ሽሙ ኣሎ ከምኡ ይፅለኒ በቃ ከናይ ዓድኻ እኒሄካን እሺ ትፈትውዮ እስኪ ንገርኒ ዝፈትዎ ሽም ኣነ ከም ፍራ ከም ለምለ
ካብ ዝፈትዎ ሽም ድዩ ንኣብነት ዋላ ካብ ኣሕዋት ገለ ክኸውን ይኽእል ዶ? ካብ ደስ ዘለኪ ግን ትፈትውያ ሽም ጥራሕ። ዝፈትዋ ድኣ ባንቺ። ባንቺ እሺ ትጸልእያ ከ?
ዝጸልኦ ከም ሩታ ከምታት። እሺ
ትፈትውዮ ሽም ኣሎ ዶ? ኣሎ እሺ ንገርና።
ራሄል ሚልዮን። እሺ ትጸልእያ ከ?
ዝጸልእ ድማ ንፀሉ ድማ ኣይ መጀመርያ ላ ዘይምነገር ኳን ነርኩ ገርግስ ሓሊኻ
ሓሊኻ
ነተ ገብርኤል ኣሚት እንታይ
ሸዊት ጸልየን እትፈትውዮ ጸርፊ
ጸርፊ ብዛዕባ ናይ በቃ ናይ ወላዲ ጸርፊ ክጻረፉ ከለው ደስ ይብልን ጥርፍታት እሳቶም ብቻ ብዛዕባ ሕዚ ባዴኻ ወይ ባቦኻ ክጻረፉ ከለው እሳቶም ብቻ እዩ ዘይፍቱ እሺ ትፈትውያ ኣይ፣ ከምዞም ናይ ቀልዲ መቋላመጥታት ዘለው ግን ጽቡቕ እዩ እሺ ንኣብነት እስኪ ንገር
ንኣብነትማ እንታይ እሞ

ከምዚ ሕማቅ ነገር ኣሎ ምሽ ጸርፊ ህዝቢ። ሕማቅ ኢልካ ክጸርፈክ ተሎ ሰብ ደስ ይብለክ እዮ። ዋው ተማ ህዝቢ ሕማቅ ኢልኩም መቸም ሕማቅ ኣይትኾንን ኢኺ። ሕማቅ እንተዘይኮንኪ ሕማቅ ኣይትኾን እሺ። ኣነ ዝጸሎ ጸርፊ በቃ ነዲኻ ምልዓል ጸርፊ።

ረሳሕ ኢልካ ፀርፊ ግን ደስ ኣይብለንን ደስ ኣይብለክን እወ ዘይፈትውዮ ከ ንፎቶ ደኣ እሞ ስዲ ኢልካ ዝፀርፍ ስለደካ ደስ ይብለኪ በቃ
ዝፀልኦ ደኣ ጋሕሻር እም፣ ጨናዊት ኣብኡ ካሊእ እውን ገጻ ትፈትውዮ ከ ዋ ጸርፊ
ኣሎ እኮ ዝፍቶ ጸርፊ ኣላ ሓቂ ጓል ተጽብቕ ካብኡ ካልእ
ዝፍቶ ጸርፊ የለን እ?
ካብ ጸለ ግን
ንኣብነት ብፍላይ ናይ ሕጾለታት ዝፀረፎ ፀርፍታት ኣሎ ሻርሙጣ ዝብል ዓጣር ዝብል
ንፍቅሪ ክትሓቲ ዶ መመረፅክስ ክትሕተቲ እዋ ማለት ንፍቅሪ ክትሓቲ ዶ መመረፅክስ ክትሕተቲ ያው እሱ ናይ ወዲ ሰብ ነገር ብዙሕ ነገር እዩ እ? እዚ እዚ ድያስ እንደ ክወስና ዝኽእል ይኾን ምሕታት ፀጋ እዩ እዎ ጸጋ ምሕታት ምሕ- ንኽትሕተት ፀግነት እዩ ንኽትሓትት እውን በቃ ድሌትካ ምሽ ድሌትካ እዩ እዎ ኢለ ዝውስኖ ብናይ ባዕለይ እኳ እንታይ እሞ እየ ክብለኪ እ?

ክትሕተትዋ ባዕልኻ ፈቲኻ ፈቲኻ ምሕታት ይሕሽ ካብ ዝሓቱኻ ካብ ዘይፈትኻ ሽትብል ባዕልኻ ፈቲኻ እዩ ዝሕሽ ማለት እዩ ክሕተት እምበር በቃ ምንም ኣይኸብደክን ንክትምልስ ገለ ንክትሓተ ይኾነ ንክትሓተ ይሕሸክን
ንክሓቶ ብጣዕሚ ዝኸብደካ ትሕተት ከለኻ ግን ንመልሰ ይኸብደክን እሞ ዝፈልጦ ተኮይኑ ዳይ ምልሶ እምበር ምክባዳ ተከብድዎ ማለት ሕዚ ትፈትውዮ ዓርኪ ኣለኪ ሓቂ ሜሱ ካሊእ ትፈት ብጣዕሚ ትፈትውዮ ብደጋ ዓርኪ ከዓ እኒሄኪ ሕዚ ትወዲ ብሓደ ንክን ክሓተክ ተሎ ንመን እዮም መመረፅኪ
ንቲ ዝፈትዎ ክልቲኦም ግን ክትፈትው እዮም ዝኒኺ ንመን እዮም መመረፅኪ ንቲ ዝሓተትክዮ ስክደስ ንቲ ዝሓተተክ ሱብ ኣንተ ፈተኽዎ ነቲ ዝሓተተኒ

ዋእ እዚኣ ደኣ እሞ እንታይ እያ ኣወዳት ተዘይህሉስ ታይ ምኮና ኔርና ዝሮ ብዓብይኡ መሊሰልኪ ኣለኩ ምሽ ብሓደ ኢድካ ይጣቃዕን ኢለኪ ኣለኩ ካብኡ ከዓ ቀፂሉ በቃ ናይ ንክትነብር ንክትነብር እንድሕር ኮይንካስ ጓል ኣንስተይቲ ብቻኣ ክትነብር ከመይ ኢላ ትክእል ኣይትክእልን እያ እ? ካብኡ ከዓ ወስክስካ ብሉ
ኣነ ወይ ተፈጣሚ ተፈጠርኩን እያ
ውይ እዚኣስ ከቢዳ ብጣዕሚ ቀላል እያ ዝሮ ዝሮ ወዳት ተዘይህልው ነይሮም ካልኣይ ነገር ስኹግን የምንህ ኣለኸ ናይ ምተወለድክን ኣነ እውን ከምኡ
ኣነማ ኣነ ንስኽ ተፈጢርና ኔና ወዶ ሕዚ እሺ ኣኔለይ
ምውላደይ መራም ካሊኻ ዋ ኣወዳት ዘይሃልዮ መዓለም ዳ ከመይ ጌርና ንሕና ክን ብወዳት ኢና ንናበር ኣለና ዋ እዋ
ማለት ደቂ ኣንስትዮ ተዘየለየንስ ብዘይ ደቂ ኣንስትዮ ወዲ ተባዕታይ ደቂ ተባዕትዮ ክነብሩ ይኽእሉ ስለዚ ምናልባት ደቂ ተባዕትዮ እውን ከም ዘይህሉ እያ ኣመንታሽ ናይ ልማዓንቲ ፕሮግራመይ እዞም ዝተኸታተልኩሞ ምስ ነይሮም እንተ ደኣ ፈቲኹሞ ሳብስክራይብ ላይክ ሼር ከይትርስዕዎ የቐንየለይ